መርሐባ የሕዋተየ ኣብ ዘዘለኹም ሰላም ክትህልዉለይ ተስፋ ይገብር ሕጂ ከኣ ብዛዕባ ዝኣትማ ዘሎ ሎሚ ጽባሕ ኣብ በብዓይነቱ ከተማ ኣሎ ማለት እዩ ብዝያዳ ግን ኣብቲ ኢንተርነት ክትከታተልዎ ኣለኩም ኣብ ዩቱብ ኣብ ታሕቲ ሊንክ ሓዲገልኩም ኣለኹ ወይ ድማ ያ ብጠቕላላ ኣብቲ ኢንተርነት ክትረኽብዎ ትኽእሉ ኢኹም ኣብ ክሉ ከተማታት ኣይኮነን ኣብ ዓቢ ከተማታት እዩ። መን እዮም ከኣ ዝገብሮ እዚኦም ቪያግሻፍትን ወይ ሌይባ ዩንዮን ይበሃሉ ብእንግሊዝ ማለት እዩ። ኣብኡ ከኣ ሕቶታት ሓቲተልኩም ነይረ ሓዲገልኩም ነይረ እቲ ናትኩም ተመኩሮ ምስዚኦም ቪያግሻፍት እንታይ እዩ እንታይ ተመኩሮ ኣለኩም ጽቡቅ ድዩ ክፉእ ድዩ ኣብኡ እንተትሓድጉልና ጽቡቅ ነይሩ ነቲኦም የሕዋትና ማለት እዩ ከምኡ ከኣ። ክስታይ ሹፋ ብዛዕባ ሹፋ ብነጻ ትረኽቦ ከይኸፈልካ ማለት እዩ ሊንክ ሓዲገልኩም ነይረ እሳ ከኣ ኣይትሰርሕን እያ ኢሎሙኒ ክልተ ኣሕዋትና ማለት እዩ ብኸምኡ ሓድሽ ሊንክ ሓዲገልኩም ኣለኹ ግን ብጠቕላላ ኣገዳሲ ኣብቲ ቪድዮ እንታይ እዩ ክትፈልጥዎ ዘለኩም ንስኻትኩም ሓንሳብ ኣብ ዓመት ብነጻ ሹፋ ክትረኽቦ ትኽእል ኢኻ ከይኸፈልካ ማለት እዩ ሓንሳብ ኣብ ዓመት ነፍሲ ወከፍ ሰብ መሰል ኣለዎ ማለት እዩ እቲኣ ሓዳሽ ሊንክ ፈትንዋ እሞኒ ናትኩም ተመክሮ ብኣኣ ከኣ ንገሩኒ ሰሊጥኩም ድዩ ከመይ ረኺብኩሞ ተረዲኡኩም ድዩ እንታይ ሕቶ ኣለኩም ሕቶኹም ከኣ ኣብ ታሕቲ ጽሓፍዎ ግን ቅድሚ ኩሉ እንታይ ክዕድመኩም ይደሊ ክስታይ ክትገብርዎ እቲ ክትርእዎ እሞኒ እቲ ኣብኡ ተጻሒፉ ዘሎ ዝጽሓፍልኩም ሽዕኡ ሓቂ ድዩ ኾን እቲኦም ኣብኡ ብዛዕባኹም ዝሓተቱስኒ ንዕኦም ፈሪምኩምሎም ኔርኩም ዲኹም ብርከ ቅድሚ ሕጂ እንድሕር ዘይፈረምካሎም ብዛዕባኻ ሹፋ ክሓቱ ከም ዝፍቀደሎም ኣይፍቀደሎምንዩ ብዛዕባኻ ክሓቱ ብሓጺሩም እሱዩ እቲ ሕጊ ዝብል ስለዚ ፈትሽዎሞኒ ግን ካልእ ቪድዮታት ከኣ ኣሎ ኣብ ፕለይሊስት ኢንካሶ ትብል ዕዳ እንት ካልክ እንታይ ኣልያ ዕዳ ሹፋ ከምኡ ብጥ ኣዞ ፕለይ ሊስት ኣሎ ኣብቲ ዩቱብ ኢኩም ትፍትሽዎ እብ ሽዑ ብዛዕባ እዚ ኣርእስቲ ዕዳ እንድሕር ኣቲካ ድዩ ወይ ክረዲት ዕዳ ኣዞ ልቃሕ ክትወስድ እንድሕር ደሊካ እንታይ እንታይ ክትጥንቀቅ ከም ዘለካ በብዓይነቱ ቪድዮ ኣሎ ብሓጺሩ ኦኬ ብጠቅላላ ከኣ ኣብዚ መሊሰ ክደግሞ ዝደሊ እንታይ እዩ ዘይፈለጥናዮ ዘይተረድኣና ዝኾነ ነገር ክንፍርም የብልናን እቲ ጸገም ኣብ ብዙሕ ዝርከብ እንታይ እዩ ኣየ እንድሕር ዘይተረደኣክ ኣዝማዚት ዘይተረደኦም ፈሪሞም ኣብ ዘይዕደኦም ዝኣትዉ በብዓይነቱ ያ ኬይስስ ኣሎ ማለት እዩ ስለዚ ኩሉ ግዜ ክንሓትት ኣለና ወይ ድማ እቲኣ ወረቀት ክወስዳ ዶ ይፍቀደለይ ክሓትት ደልየ ኣለኹ እዚ ጀርመን ኣይርደኣንን እዩ ኢልካ ኣይትፈርሞ ብጠቅላላ እዚ ካብ ኩሉ ኣውፍሄቡንግስ ፈትራግ ዝብል Kündigung ዝብል ኩሉ ግዜ ኣፈትሽዎ ኢኹም ቅድሚ ምፍራምኩም ቅድሚ ምቕባልኩም ኣፈትሽዎ ኢኹም እንታይ ከ ይግበኣኩም ድዩ ከኒ ብናትኩም ድልየት እንድሕር ዘይኮነ ከመይ ጌርኩም ክተፈትሽዎ ትኽእሉ ገለ ከኣ ኣብ ካልእ ቪድዮ ስለ ዝገለጽክዎ ኣብዚ መሊሰ ኣብኡ ኣይኣቱን እየ ብዛዕባ Aufhebungsvertrag ክንደይ ቪድዮ ሰሪሐ ኣለኹ ብዛዕባ Kündigung ክንደይ ቪድዮ ሰሪሐ ኣለኹ እዚ ከኣ ኣብ ፕለይሊስት ኢኹም ትረኽብዎ መሰልካ ኣብ ስራሕ ይበሃል ማለት እዩ። ስለዚ እዚኢታት ብዝያዳ ሓላፍነት ስኒ ናትካ እዩ። ብርኪ ሓንሳብ እንድሕር ፈሪምካዮ ኣማራጭ የብልካን መሰልካ ብእኡ ይሓቅቕ ኣሎ ማለት እዩ። ኦኬ ካልእ ከኣኒ ብዙሓት ካባኹም እንታይ ጽሒፍኩምለይ ኔርኩም ቅድሚ ሕጂ ኣነስኒ ብዙሕ እየ ኣብ ስፓርካርሰ ዝኸፍል ወይ ኣብቲ ናተይ ባንክ ዘለክዎ ኮንቶ ዘለንስ ሓደ ንኣብነት ክሳብ ዕስራን ሓሙሽተን ኦይሮ ንወርሒ ይኸፍል ኢሉ ጽሒፍለይ ኣሎ ካልኦት ከኣ ከምኡ ዝተማሳሰለ ማለት እዩ ኣብኡ ከማን ቪድዮ ሰሪሐ ኣለኹ ክንደይ እዩ ኖርማል ክንደይ እዮ ዝግብኦም ክንደይ ክሓቱኻ ይፍቀደሎም ገንዘብ እዚ ከኣ ሕግታት ኣሎ ማለት እዩ ንከምኡ ከማን እንድሕር ዝያዳ ወሲዶምልኩም መኣስ ኢኻ ገንዘብካ ክትመልሶ ትኽእል ሰለስተ ዓመት ኩሉ ግዜ ግዜ ኣለካ ኣብ ከምኡ ከማን ገንዘብካ ክትመልሶ ትክእል ማለት እዩ መኣስ እዩ ግን ማለት ብጠቅላላ ሕጂ ኣብዚ ነውሑ እቲ ቪድዮ ንባዕሉ ኣብቲ ቪድዮ ክትሪኦ ኣለካ እቲ ቪድዮ እንድሕር ሪኢኩሞ ጥራይ ኢኩም ከኣ ኣፍልጦ ክተሕድሩ ትክእሉ ኣነ ሕጂ መመሊሳ የሕጽር የሕጽር ኣቢለ ኣብዚ ክነግረኩም እየ እንታይ እንታይ ከም ዘሎ እቲ ካልእ ከኣ ናትኩም ክስታይ ማለት እዩ ናትኩም መንፋዕቲ ማለት እዩ ከመይ ጌርካ ኢመይል ከም ትጽሕፍ ከማን ኣብ ቴሌግራም ሓዲገ ኣለኩ ኣብኡ ከማን ኣብ ከምዚኢታት ከኣ'ባ ብጠቕላላ ከምዚ ናይ ባንክብዩር እንድዩ ወይ ዝኾነ ናይ ያ ኮንሱመር ናይ ፈብራውኸር ንስኻ ከም ፈብራውኸር ማለት ዓሚል ናቶም ናይ ባንክ ማለት ኢኻ ወይ ዓሚል ናይ ሞባይል ኮንትራት ኣብ ዝኾነ ዓሚል ዝኾንካዮ ፈብራውኸር ኢኻ ትበሃል ሕጂ ኮንሱማ ብእንግሊዝ ሕጂ እንታይ ኣለው ፈብራውኸርትሰንትራለ ኣብ ናቶም ቨብሳይት ከማን ብዙሕ ሓበሬታ ትረኽቡ ኢኹም እንድሕር ኣብቲ ቪድዮ ናተይ ዘይረኸብኩሞ ኣነ ጸሚቆ የምጻልኩም እንድየ ምስቲ ኣርእስቲ ዝኸይድ ግን ካብኡ ንላዕሊ እንድሕር ደሊኹም ሊንክ ከማን ሓዲገልኩም ኣለኹ ኣብ ገሊኡ ያ እሱ ከማን ሊንክ ሓዲገልኩም ኣለኹ እሱ ፈትሽዎ ግን ብጠቅላላ እንታይ ክብለኩም ኣለኒ ፈርከቲ ሊንክ ሕጂ ኣብ ኩሉ ዝኮነ ቪድዮ መመሊሰ ክደግሞ ብዙሕ ሊንክ ስለ ዝሓድገልኩም ብዙሕ ሓበሬታ ከኣ ስለ ዝኮነ ነፍሲ ወከፍ ቪድዮ ሕጂ ይፍትን ኣለኩ ኣብዚ ቀረባ ግዜ እዚ እንታይ ገይረ ኣለኩ እቲኤን ሊንክ ዘለዋኒ ኣገደስቲ ዝብለን ኣብ ኩሉ ቪድዮ ክገብረን ግን ካብኡ ንላዕሊ እዩ ዘሎ እሱ ከማን እኩል ኣይኮነን ፐርከ ቅድሚ ሕጂ ዓመትን ገለን ቪድዮታት ስለ ዝስራሕኹ ኩሉ ሊንክ ኣብ ኣብኡ ትረኽብዎ ማለት ኣይኮነን ስለዚ ምስ ዝኾነ ኣርእስቲ ዝኸይድ እንታይ ክትፍትሹ ኣለኩም ዲስክሪፕሽን ቦክስ ክትፍትሹ ኣለኩም ወይ ድማ ኮመንት ሴክሽን ክትፍትሹ ኣለኩም ካልእ ሊንክ ዝያዳ ኢንፎርሜሽን ዘሎ ክትረኽቡ መታን ኣሎራ እንድሕር ናትካ ሕጂ ብዙሕ ኮይኑ ወይ ካብ ቀደም ካብቲ መጀመርያ ኩንትራት ምስኦም ዝዓጸኻዮን ሕጂ ወይ ድሕሪኡ ዝያዳ እንድሕር ወሲኾምልካ ክትመልሶ ይፍቀደልካ'ዩ። እንድሕር ዘይፈረምካዮ ማለት'ዩ ቅድሚኡ ቅድሚኡ ዝኾነ ክስታይ ኦኬ እንድሕር ዘይበልካዮም ባዕሎም ዝቐየርዎ ኣለዉ። ስኢታት ግን ዝያዳ ኣብቲ ቪድዮ ክትርእይዎ ኣለኩም ማለት'ዩ። ብዘይ ጸገም ክመልስልኩም ከኣ ኣለዎም ይፈልጥዎ እዮም እቲ ሕጊ። ጥራይ እስኻ ብኢሜል ክትጽሕፈሎም ኣለካ። ብኣካልካ እንድሕር ኬድካ ኣይሰልጥን'ዩ። እንድሕር ከምኡ ኮይኑ ከኣ እቲ ኣብ ፈብራዃ ሴንትራራ ኣለኩም ኣብኡ ከማን እቲ ሕግታት ሽዑ እሳ ትሰድሎም እዝን እዝን ኣንቢበ ንዓይስ ይፍቀደለይ እንድሕር ኢልካዮም ብዘይ ጸገም ማለትስ ጠበቃ ገለ መለ ኣብ ከምዚኢታት ኣየድልየካን እዩ ፕርከ ርኡይ ነገር እዩ ብቃልካ ቅድሚ ሕጂ ካልኦት ኣሕዋትና ከምኡ ግበሩ ምስ በልክዎም እወ ከይደዮም ኔረ ኣብዮሙኒ ናይን እንድሕር ኬድካዮም ብዝኾነ ዘረባ ከፋንዉኻ እዮም እዚ ከኣ ኣይሰርሕን እዩ ብጽሑፍ ጥራይ እዩ ዝሰርሕ ከምዚ እብታት እያ ፕርከ ይግምቱኻ ከኣ እዮም ማለተይስ ኣፍልጦ ከምዘይብልካ ወይ እቲ ቋንቋኦም እንድሕር ዘይትኸእል ኮንካስ ብዙሕ ነገር ስጉምቲ ከምዘይትወስድ ስነ ኣብኡ ከሎ ክግምቱኻ ስለ ዝኽእሉ ብዙሕ ክስታይ ማለትስ ብዙሕ ኣይግደሱን እዮም ብሓጺሩ እያ ኣለዉ ጥዑያት እወ ሓቅኻ ተጋጊና ዝብሉ ቀልጢፎም ገሊኦም ግን ይግምቱኻ ኦይ ናበይ ከይበጽሕ እዚ ገለ ኢልካ ኢሎም ቋንቋ እንድሕር ዘይትኽእል ኮንካ ኩሉ ግዜ ያህ ይድንድኑኻ ማለት እዩ ብሓጺሩ ኣበይ እሞ እቲ ሕጊ ይፈልጦ ብዘይ ቋንቋ ገለ ኢሎም ስለዚ ንስኻትኩም እንድሕር ተኻታቲልኩሞ እቲ ቪድዮታት ክጠቕመኩም ይኽእል ይመስለኒ ማለት እዩ ኦንዳን ምስኣ ትኸይድ ሊንክ ኣንታይ ሓዲገልኩም ኣለኹ ኣብኡ ሓንቲ ባንክ ማለት እያ ኦንላይን ባንኪንግ እያ እዚኣ ግን ንመን እያ ትምልከት እቲኦም ቁሩብ ኣፍልጦ ዘለኩም ብናይ ኦንላይን ኢንተርኔት ማለት እዩ ኢንተርኔት ባንኪንግ እያ ሓዳሽ እያ ብኸምኡ እያ ከማን ጽቡቕ ብሉጽ ኮንዲሽን ዘለዋ ወላ ሓደ ይትኸፍልኒኻ ከማን ነቲ ገንዘብካ ኣንኳይ ክትከፍሎም ንዕኦም ገንዘብ ዘለካ ኣብኡ ቁሩብ ወለድ ይህቡኻ ማለት እዩ እቲ ወለድ ክቀያየር ይኽእል እዩ ክልተ ነጥቢ ገለ እዩ ነይሩ ብዚ እዋን እዚ ግን ፈትሽዎ ኢኹም እዚ ኮማን ያ ሽዕኡ ንዓኻ እንድሕር ትኽእሎ ኮይንካ ብኦንላይን ኣነ ግን እንታይ ምስ ገበርኩ ቅድም ክፈትዋ እሞኒ እንድሕር ትኽእልዎ ኮንኩም ማለት እዩ ወይ ሕቶ እንድሕር ኣለኩም ክኣ ኣብቲ ዩቱብ ትሓድግዎ ኣብ ቲክቶክ ከማን ኣብ ክልቲኡ ክትሓድግዎ ትኽእሉ ኢኹም ግን ኣብ ዩቱብ እዩ ንዓይ ዝምልከተኒ እቲ ናይ ቲክቶክ ሕቶ ኣይ ክስታይ ኣይረኽቦን እየ መሊሰ ኣሎራ ኣብኡ እንድሕር ዘይተዛረብኩሉ ከኣ እቲ ቪድዮ ክትሰምዕዎ ኣለኩም ፐርከ ብዙሕ ግዜ ከኣ እንታይ የጓንፈኒ ብከሙ ከኣ የለልዮ እቲ ሕቶ ትሓቱኒ ግን ኣብቲ ቪድዮ ዝተዛረብኩሉ ድሮ ኣሎራ ብዓቢኡ እቲ ቪድዮ እንድሕር ኣሎስ ኣነ ከኣ መሊሰ ብታሕቲ እዝን እዝን እዩ ክብል ኣድላይ ኣይረክቦን እየ ኣነ ብርክ እቲ ቪድዮ ኣሎ ብዓቢኡ ኣሎራ እስኻ እንታይ ክትገብር ትክእል እንድሕር ኣፍልጦ ናይ ኦንላይን ቤንክ ዘይብልካ ከማን ማለት እቲ ካልእ ናትካ ባንክ ኣይትዕጸዎ ቅድም ልመድ ኢኻ ተላማመድ ኢኻ መቻለካ ከመይ ጌርካ ኢኻ ክስታይ ኡበርቫይዙንግ ትገብር ኦንላይን፣ ከመይ ጌርካ ኢኻ ገንዘብ ናብትን ናብትን ክተሳጋግር፣ ዝኾነ ኩሉ ስኒ ክትለምዶ ኣለካ ቅድም፣ ድሕሪኡ እንድሕር ጽቡቕ ክኢልካዮ ከኣ ክስታይ እዚ እቲኣ ሓንቲ ብዙሕ ትኸፍለላ ጠጠው ክተብላ ትኽእል ክንዲንግ ትገብራ ማለት እዩ፣ ብዝያዳ ግን ፈትሽዎ ኢኹም። ኡንድ ዳን ያ ከም ካልኣይ ኮንቶ ክትገብርዎ ትኽእሉ ኢኹም ብሓጺሩ ፐርከ ወላ ሓደ ኣይትኸስሩን ኢኹም ከምቲ ዝተረደኣኒ ኣብቲ ኣይትኸፍሉን ኢኹም ግቢዩርን ኡንድ እዚ ብልዕሊኡ ከኣ ከም ታግስ ጌልድ ታግስ ጌልድ እንታይ ከም ዝኾነ ኣብ ካልእ ቪድዮ ገሊጸዮ ኣለኹ ፌስት ጌልድ ታግስ ጌልድ እዚኢታት ከማን ኣብ ክንደይ ቪድዮ ገሊጸዮ ኣለኹ ንሱ ከማን ፈትሽዎ ብካርታ ከማን ድሕሪ ብኣኣ በቲኣ ናቶም ካርታ ከፊልካ ከማን ከምዚ ምቕሽሽ ይህቡኻ በቲኣ ናትካ ካርታ ኣብ ዝኾነ እንድሕር ከፊልካ ከኣ እባ እዚ ከኣ ኣለዎ ግን ኣንብብዎ ብዝያዳ ግን ኣብ ከምዚ ኢታት ዝኾነ ፐርከ እዚ ከማን ንባዕሉ ኩንትራት እንድዩ ሓቂ ሓይሽ ኩላትኩም ግበርዎ ክብለኩም ኣይደልን እየ ፐርከ እቲ ቋንቋ ክትፈልጦ ኣለካ ዝኾነ ነገር ኣብ ኦንላይን ክትገብር ኮለኻ ከማን ብዝያዳ ቋንቋ ክትፈልጦ ኣለካ እንታይ ኢኻ ኣብዚ ትፍርም ዘለኻ እንድሕር ዘይትፈልጥዎ ኮይንኩም ከኣ ምስ ካላኣይኩም ፈትንዎ ወይ ክልተ ሰባት ኮይንኩም ቀስ ኢልኩም ፈትሽዎ ኢኩም ክብለኩም ይደሊ ከምኡ ከማን ናይ ሄንዲ ፈትራግ ኣምጼ ነይረ ቅድሚ ሕጂ ሽትሮም ፈትራግ እቲ ናይ ሄንዲ ፈትራግ ከማን ኣብኡ ሕጂ ብዝያዳ እቲ ቋንቋ እዩ ዘድልየካ እምበር ኣብኡ እቲ ኣንግቦቱ ብጣዕሚ ጽቡቅ እዩ ሓቂ ሓይሽ ናይ ኢንተርነት ከማን ኣሎ ግን ኣብ ከምዚ ከኣ ኩሉ ግዜ እንታይ ክብለኩም ይደሊ ሄንዲ ድዩሽትሮም ወይ ዝኾነ እዚ ኩንትራት ናይ ኮንሱማ ኮንትራክት ኣብ ከክልተ ዓመት ክትፍትሾ ኣለካ ፐርከ ንክልተ ዓመት እዮም ጽቡቅ ዋጋ ዝህቡካ ድሕሪ ክልተ ዓመት ሽዑኡ ወይ ምስኦም ክትተርፍ እንድሕር ኮንካ እቲ ዋጋ ከምኡ ጽቡቅ ክሓድጉልካ ወይ ድማ መሊስካ ሓድሽ ኩንትራት ትገብር እቲኣ ቴሌፎን ቁጽሪ ናትካ ከኣ ኩሉ ግዜ ክትማላኣ ትክእል ኢካ ብጀካ ላይካ ላይካ ላይካ ክትማላእ ኣይትኽእልን ኢኻ ናይ ካልእ ሰብ ፈቲነ ኔረ ቅድሚ ሕጂ ናይ ካልእ ሰብ ሓቲትኒ እቲ ካልእ ግን መብዛሕቱ ክትማልኦ ትኽእል ኢኻ ማዘስ ሓድሽ ቴሌፎን ቁጽሪ ኣየድልየካን እዩ ናብኦም ክትቅይር እንድሕር ደሊኻ ኦንዳን እቲ ጽቡቕ ናቶም እንታይ እንድሕር እቲኣ ቴሌፎን ናባኹም እዚኣ ቴሌፎን እየ ዝደልያ እቲኣ ናይ ቀደም ናተይ ምሳይ ክወስዳ እየ ዝደሊ ኢልካዮም ከማን ምቑሽሽ ሓምሳ ቅርሺ ድዩ ወይ ሚእቲ ቅርሺ ድዩ ክትርእይዎ ኣለኩም ኣውኢታት እቲ ቁጽሪ ዝኾነ ቁጽሪ ዝብለኩም ክቃያየር ይኽእል እዩ ሓምሳ ቅርሺ እዩ መስለኒ ግን ኤኒወይ እሱ ግን ከኣ እባ ድሕሪ ሰለስተ ወርሒ እዮም ዝህቡኻ ስለምንታይ ከኣ ድሕሪ ሰለስተ ወርሒ ይህቡኻ እስኻ ኩንትራት ጌርካ ቀልጢፍካ ከኣ ከይትድምስሶ መታን ናይ ብሓቂ ምስቲ ኦም ምስቲ ኦም ሰብ ገዛ ናይ ብሓቂ እቲ ኩንትራት እንድሕር ቀጺልካዮ ጥራይ ማለት እዩ እቲ ሙቕሽሽ እሱ ከኣ ንቁሩብ ከቢድ ይገብሮ እቲ ኩንትራት ሓቂ ሓይሽ እንድሕር ጀርመን ዘይ ትኽእሎ ኮንካ መኣስ ደኣን እዮም ዝሰዱለይ ፐርከ ድሕሪ ሰለስተ ወርሒ ብዓልኻ ተኻታቲልካዮ እቲ ኣብሬሽኑንግ ናትካ ክትሰደሎም ኣለካ ኣነ ክሳብ ሕጂ ምስዚኦም ኣለኹ ሽዑ እቲ ሙቕሽሽ ናብ ናትካ ኮንቶ ይሰዱልካ ሚእቲ ቅርሺ ድዩ ሓምሳ ቅርሺ ድዩ ከከም ዝፈረምካዮ ማለት እዩ እምበር ካብ ሽዱሽተ ኦይሮ ሕጂ ብኣምሆይ ንሓደ ሰብ ሪኤሉ ነይረ ሽዱሽተን ገለን ኦን ኤቭሪጅ ክትብሎ ኣለካ ሽድሽተን ገለን ኦይሮ ንዓ ዓሰርተ ሓሙሽተ ጊጋ ባይት እያ እቲ ዝሓሰረ እዩ ነይሩ ወይ ድማ ካብኡ ዝሓሰረ ብዘይ ጊጋ ባይት ብዘይ ኢንተርኔት ኦራ ቁሩብ ኢንተርኔት ክልተ ጊጋ ባይት ኢንተርኔት ዘለዎ ጥራይ ከማን ካብኡ ዝሓሰረ ኣሎ ሶ ኡንዳን መወዳእታ ከኣኒ ካልእ ከማን መዓት ሊንክ ኣለኩም እንዶ ኩሉ ሕጂ ኣይነግረኩምንየ ግን ጥራይ ጥራይ ክስታይ ክህልወኩም ኣንፈት ክህልወኩም እንታይ እንታይ ከም ዘሎ ማኒ ትራንስፌያ ናብ ኡጋንዳ ዲካ ናብ ኣዲስ ኣበባ ዲካ ወይ ናብ ካልእ ዓዲ ዲካ ትሰድድ ያ ብ ካልእ ካልእ ኪረንሲ ዘለዎ ማዚስ ካልእ ሸርፊ ዘለዎ ብጀካ ዩሮ ንሕና ሕጂ ዩሮ እዩ ዘለና ኣብ ጀርመን ዝሓሰረ መገዲ ከኣ ትሰደሉ ትክእል ገንዘብ ማለት እዩ እሱ ከማን ፈትሽዎ። እንድሕር ጠቂሙኩም ከኣ ዝኮነ ተመኩሮ ትገብሩ ምስዚ ኩሉ ሊንክ ከኣ ንካልኦት ሰባት መታን ክስታይ መትስኒ ሓበሬታ ክኮኖም ኣብኡ ሕደጉ ሓበሬታ ጽቡቅ ድዩ ክፉእ ድዩ ተመኩሮ ናትኩም ኣብኡ ሕደግዎ ድሮ ንዓይ ብዛዕባ ናይዚ ባንክ ኢሎምኒ ኣለዉ ዝቀየሩ ማለት እዩ ደስ ከም ዝበሎም ከም ዝክእልዎ ግን ኣፍልጦ ከኣ ኣለዎም ናይ ኢንተርነት ንሳቶም ሓቂ ሓይሽ ኣይትጸገሞምን ክስታክ ኣባ ኣይደንቲፊኬሽን ክትገብር ኣለካ እዚኣ ከኣ ክነግረኩም እቲኣ ናይ ባንክ ኩሉ ግዜ እቲ ብሽምካ እንድሕር ኮይኑ ዝኾነ ባንክ ልክዕ ክፈልጡ ኣለዎም መን እዩ እቲ ሰብ እዚኣ ኮን ኣካውንት ዘለዎ ማለት እስኻ ኢኻ ንዝኾነ ሽዑ ሓላፍነት ዘለካ እቲ ገንዘብ ዝኣቱ ገለ ክፍለጥ ኣለዎ ናይ መን ባንክ ከም ዝኾነት ስለዚ ፖስት ኣይዲ ይበሃል ፖስት ኣይደንቲፊኬሽን እሱ ከኣ እንታይ እዩ ኩሉ ምስ መላእኻዮ ሽዑኡ ናብ ፖስት ባንክ ከይድካ ናትካ ኣውስቫ ናትካ ፓስፖርት ወይ ኣውስቫይዝ ሒዝካ ኣይደንቲፋይ ትገብር እስኻ እስኻ ከም ዝኾንካ መራጋ ተ ተራጋግጽ ማለት እዩ እሳቶም ከኣ ኦኬ ይብሉኻ እም ሽዑኡ ንዕኦም ትሰደሎም ማለት እዩ ወይ ንዕኦም ይበጽሖም ነቲኦም ባንክ ይበጽሖም ማለት እዩ ነቲኦም ኦንላይን ባንክ ይበጽሖም ማለት እዩ ያህ እዚ መቸም ብዙሕ ሊንክ እዩ እዝን እዝን ክብሎ ኣይክእልን እየ ዕዳ እንድሕር ኣለካ ከማን ናበይ ክትከይድ ከም ትክእል ብዙሕ ቪድዮታት ኣሎ መቸም ሓቂ ሓይሽ ናይ ጌይ ኤድሴት ከማን ብዙሓት ትሓቱኒ ኣለኹም ብውሽጢ ድዩ ብገለ መዓት ቪድዮ ኣለኩም ጥራይ ክትረኽቦ ሕጂ ክብድ ዝበለ እዩ ፐርከ ኣብቲ ፕለይ ሊስት ክትደልይዎ ኣለኩም ሓንሳ ሓንሳ እቲ ኣርእስቲ ከማን ያህ ልክዕ ኣይኮነን ፐርከ ያህ ብትግርኛ ያህ ኣብ ገሊኡ ጌጋታት ኣሎ ብሓጺሩ እያ ሓንቲ ከማን ካልእ ሊንክ ነቲኦም ኣብ ጀርመን ኦንላይን ኣቑሑት ገለ ክትገዝኡ ትደልዩ ከማን ንሳ ኣገዳሲት ይብላ ፐርከ ኳሊቲ ዘለዋ ገዛ እያ ኣነ ንባዕለይ ክንደይ ሻብ ገዚኤ ኣለኹ እኡ እሱ ከማን ፈትሽዎ እንድሕር ደስ ይብለኩም ኮይኑ ዝኾነ ናይ ክዳን ድዩ ናይ ወትኤቨር ዝኾነ ኣቑሑት ናይ ገዛ ገለ ከማን ኣለዋ ኣነ እኳ ናይ ክዳን ናይ ጫማ ዋይ መሕምበሲ ብዝቀረባ ግዜ እዚ ዓሚ ዓሚ እዩ ገዚእና ኔርና ብጣዕሚ ጽቡቕ ኣዞ ካብ ኩሉ ከኣ ኳሊቲ ዘለዎ እቲ ዋጋ ከኣ ጽቡቅ ማርካታት ኣሎ ግን እቲ ዋጋ ያእ ብዙሕ ኣንገቦት ኣለዎ ማለት እዩ ንቆሎዉዕ ድዩ ንዓበይቲ ድዩ እሱ ከኣ ፈትሽዎ ናትኩም ተመክሮ ከኣ ኣብኡ ንገሩና ኢኩም ፐርከ እቲ ተመክሮ እንድሕር ነጊርኩም ከኣ እዩ ሓጋዚ ፐርከ ሕጂ ንኣብነት እዚኣ ናይ ሹፋ እቲኦም ሰባት ጌ እዚኣ ሊንክ ኣብያትና ኣብዚኣ ሊንክ ዝሰደድክልና ስኒ ክትከፍል ኣለካ ኢሎምኒ ግን ኣነ ኣይኮንኩን ተጋጌ ቅድሚኡ ብነጻ እዩ ዝብል ኔሩ ደሓር ግን እቲኣ ሊንክ ቀይሮማ እቲኦም ሹፋ ድዮም ወትኤቫ ምሽ ኣለኩም ስለዚ ኣብ ከምዚ ከኣ እንታይ ክብለኩም ይደሊ እቲ ባዕልኹም ከማን ሪስርች ክትገብሩ ትኽእሉ ኢኹም ኣነ ዝኾነ ነገር ኣንፈት ጥራይ ክህበኩም ዝኽእል ተረዲእኹምኒ ሕጂ ገሊኦም ናተይ ሹፋስ እዝን እዝን እዩ ዝብል ከመይ እዩ ማለት እዩ ገለ ኣብኡ ከማን ቪድዮ ሰሪሐ ኣለኹ እቲ ሹፋ ከመይ ክርድኣካ ኣለዎ እቲ ርድኢት ክህልወካ ኣለዎ ማለት እዩ ብሓጺሩ Thank you ካብዚ ንላዕሊ ኣይንወሓን እየ እዚ ብጠቕላላ እዩ ነይሩ follow up ይበሃል ማለትስ ናይ ኩሉ ቪድዮታት ዝስራሕ ወይ ናይ ገሊኡ እምበር ናይ ኩሉ እኳ ኣይኮነን መዓት ቪድዮታት ኣሎ እቲኤን ኣገደስቲ ኣብዚ ቀረባ ግዜ ዝበልክወን ግን ማለት እዩ Thank you ሰሰናዩ ትምነየልኩም by ሕቶኹም ዝኾነ ከኣ ኣብ ክልቲኡኹም ትሓድግዎ ኣብ ቲክቶክ and ኣብ ዩቱብ ስለምንታይ ኣብ ክልቲኡ መታን ካልእ ሰብ ከኣ ክምልሰልኩም ሽዑ ዝያዳ ዕድል ኣለኩም ኣብ ቲክቶክ ሰብ ይበዝሕ ዝያዳ ዕድል ኣለካ ሕቶኻ ክምለሰልካ ኣነ ኣይኮንኩን ናይ ግድን ክምልሶ ዘለኒ እቲ ሕቶ ዝመጽእ ማለት እዩ ኩሉ በብሓደ Thank you by።